ኣነ እኳ ስኻ እኳ ኣይትፈልጠንን ኢኻ ኣነስ በቲ ደርፍኻ እየ ሪኤካ ካብ ሹደን እየ መፂኤ ኣበባ እባሃል። ኣቦኣደር ኣበባ። ኣበባ እባሃል ኣብቲ ደርፊ እንተ ሪኤዮ ኣብ ኣብ መርዓ ኸኣ ጓይላ ክትፃወት ሪኤካ እዋ። ኣብኡ ኣብ ኔኮለና ብላሽ ገይሮም ኣምፂኦሞ በዚ ብላሽ ገይሮም እዮም ዶ ሪኢና።

እወ። ሕጂ ዓሰርተ ክልተ እያ ንስካ ዋጣካ ጌርካ እቶም ሞዚቀኛ እኳ ኣለውካ ናትካ ዋጣ ግን ተማልኣለይ።
ሐራይ ክንደይ እዩ ዝበፅሕ መፅኦ ምቹእ? ደማ ሕጂ ገዛ እንዶ ደለኹ እወ።
ክድውለልክን እሞ እስከ ኣብ ገዛኽን ክመፀክን ወላ። እርግርም ኣብዚ እንዳ ጀርበን ኢና ደለና እንዳ ጀርበን ኣብኡ እየ ገዛይ እኳ ከይርሕቀካ ኣብቲ ከተማ ክወፅእ ከለኹ ንሹቕ ገፀይ ሐራይ ኣብኡ ዋላ መኪና ድውለልክ። ስለ ዘላ በሃልቲ ፀገም የለን። እእ መኪና ስለ ዘላስ ጸገም የለን ድሓን። ገረም ዝወደይ ክትመጸኒ ድሓን ክንደይ እዩ ክበጽሕ ሕጂ ነታ ቀትሪ እንድያ ምልእቲ ምዕልቲ ካብቲ ንግሆ። ካብ ሰዓት ክንደይ ድያ? ካብ ሰዓት ዓሰርተ ሓደ ገለ ኣቢልኩም እቲ መርዓ ወራድ መርዓ ክሳእ ድኣቱሲ ፋዱስ ድሓን በሎ ፋድስ በሎ ኣብቲ ሁቴል ስለ ዝኮነ ውን ሰብ ኣይዱንግን እዩ። ኣብ ታሪክ ስጋብ ሰዓት ሓሙሽተ ማለት እዩ። እወ ሓሙሽተ ክሳብ እቶም መርዓ ወራዶ መርዓ ድወጹ ሽዱሽተ ዋላ በሎ ደሓን ኩሉ ሓደ እዩ። እወ። እምበርከ ኣለዉኒ ኣጋይሽ ኣለዉኒ እንዶ ልዕል ድበሉ ካብ ሽውደን ምሳይ ድመጹ ክልተ ጸዓዱ። እወ። ክትርእይዎ ኢኹም ባህሊ ናይ ዓድና ዲም ዲም እንዳበሉ ኢለ ነታ ብላሽካ ድርኣዩኒ ንዓኣ ከኣ ርእየዮም ሕጉስ ኢሎም። ሕጂ እቲ ኣይዛክ ኒውተን ደብልዎ ኣለዉ ሓደ ኣማሓዳሪ ናትና ምሳና መጺኡ ኣለዎ ባህልና ክርኢ። ኣይዛኬ ኣይዛኬ ኣይዛክ ወለሎ ኢልካ እኳ ትደርፎ እሱ ክርትም ኢልና ንስሕቕ ዝወደይ። ጸገም የለን ደሓን ማማ። ጥራይ ከም ዝብለካ ዘለኹ እቶም ኣጋይሽ ኣለዉ ከም ዘልኩኻ ክልተ እንድዮም መጺኦም ምሳይ ባህሊ ባህሊ ናይ ዓድና ክንርኢ ኢሎም እዮም።

ዝዓጸበ ሜዳ። ነቶም ኣጋይሽ ከኣ ንበዓል ኣይዛክ ኒውተን ከኣ ከምዚ ኣሎልኩኻ ኣይዛኬ ኣይዛኬ መጺእካ እምበኣር ኣስመራ ኢልካ ከኣ ሽሽ ከነብሎም ኢና ዝወደይ። ኣረ ማማ ኣራይሽ። ስድራኻ ሰላም በለለይ። ወይለይ ረሲዐልካ ከኣ ተመርዕዩ እዩ እንድዮም ኢሉን ኣነስ እዝስ ንጓለይ ክህቦ እየ ድብል ኔረ። ተመርዒኻ ቆልዑት ጌርካ ዶ ዝወደይ።
በርትዕ ቆልዑ ጌርና ኦህ። ኦህ ግርም ግርም በል ኣለ ከኣ ኣይተስተዋሕድም ቁሩብ ዕጣኒ ቁሩብ ገይሶኒ ገለ ተማሊኤ ኣለኹ ካብእን ከኣ ብቅ ለብለካ ንገዛ ንብዓልቲ ቤትካ ትባሺ ሻይኩም ቡንኩም ጌርኩም እጣንኩም ጌርኩም እንዳ ደረፋ ኣበባየይ ኣበባ ኣበባ እንዳ በልኩም ምስ ተራኸብና ኣምጺኤልካ ኣለኹ ቁሩብ ክበካ እየ ዳሕራይ ማማ። እሞ መዓስ ኢኻ ትመጸኒ።
ዳሓር ክመጸኪ ደይ ናይ ምሸት። ናይ ምሸት ክሕብረካ እታ ገዛ ዳር ራስ። ኣብቲ እንዳ ጀርበን እዩ እንዳ ጀርበን ትፈልጦ ዲኻ? እወ። ኣብዚ መንገዲ ቁሸት ደሎ? እወ። ኣብኣ ክጽበየካ እየ ክድውለልካ እየ እሞ ምጻእ ሕጂ ኣለኹ እብለካ እቶም ኣጋይሽ ኣለውኒ እንድዮም ሕጂ ቁሩብ ነብል ዋላ ከምኡ ተኾይኑ እኳ ንብዓል ኣይዛክ ከማን እኳ ሓንሳእ ኣመ ስሓቕካዮም ክራር ክራር ትማላኣ። ደሓን ክመልሰክን እየ። በቃ በል ምቹ ወደይ ደሓር እሞ ቆጸራ እንዶ ንግበራ ሰዓተይ ንቆጽ ደይፈለየልካ እሞ።

ኦዚኣ
ኦዚኣ ናይ ገዛይ እያ እዛ ተሌፎን ሕዛ ኢኻ።
ሕራይ ምቹ ምቹ ሓውና እዚ መዘንግዕ ተሌፎን እዩ ሃገር ገረዝጊሄር እየ ምሳኻ ዘለኹ።
ሃገር ሃገር መዘንግዕ ተሌፎን።